ሰላም ክቡራትን ሕፉራትን ተኸታተልተይ ሕጂ ውን ብኻልእ መሃሪ መደብ መጺኤ ኣለኹ። ወዲ ዕስራን ክልተን ዓመት እዩ ካብ ከባቢታት ኢትዮጵያ ጉራጌ ዝተባህለ ብሄር ናይታ ሃገር እዩ ተበጊሱ። ወዲ ሓሙሽተ ዓመት ከሎ ናይ ኣቡኡ ሬድዮ ሴሩ እዩ ኣብ ምርምርን ብማግኔት ትኸይድ መኪናን ኣብ ምስራሕ ዝተዋፈረ። ኣብ መበል ሻብዓይ ዓመቱ ኣብቲ ኣዲኡ ተካይዳ ዝነበረት ንእሽተይ ካፈ ስርቂ ድሕሪ ምክያዱ በዚ ጉሂኑ ሓዚኑ ዝመሃዞ ምህዞ ነቲ ኩሉ ነባሪ እቲ ገጠርን ከባብን ኣዝዩ ኣገሪሙዎ። ማዕጾ ናይ ስርሖም ወይ'ቲ ብኣዲኡ ዝካየድ ካፈ ዝኾነ ሰራቒ ይኹን ካልእ ክኸፍቶ ምስ ዝፍትን ብቐጥታ ናብ ናይ ኣቦኡ ናይ ኢድ ሞባይል መልእኽቲ ከም ዝለኣኽ ዝገበረ ካብቶም ኣዝዮም ብሉጻት ህጻናት ምህዞን ሰንዓን ኣስሚዎ ነይሩ'ዩ። ዑዘዲን ከሚል ተምሃራይ ዓስራይ ክፍሊ ምስ ኮነ ካብቲ መሊሱ ንኹሉ ሰብ ዘገረመ ዝሰርሖ ፈጠራ ንብሽክለታ ብፀሓያዊ ፀዓት ተጠቒሙ ትሕንበብ ናይ ቤት ትምህርቲ መመላለሲኡ ትኾኖን ብምስርሑ እዩ። ሕጂ እውን እንተኾነ ዕለታዊ ህይወቱ ተቕልለሉን ብሽክለታ ድሕሪ ምስርሑ መምሃራን ሕብረተሰቡን ኣቓልቦ ክወስድ ግዜ ኣይወሰደሉን። ኣብዚ ከምዚ ዝበለ ንጥፈታት ክነጥፍ ዝጸንሐ ዑዘዲን ከሚል፣ ብደረጃ ሃገር ሓደ ስራሕ ሰሪሑ ንክቐርብ ንውድድር ዕድመ ተዋህቦ። ድሕሪ ዝቐረበሉ ዕድመ ከኣ ኣብ ገዛ ኮይኑ ብሞባይል ኣብ ዝቆጻጸር ሻህን ቡናን እተፍልሕ፣ ኣብ ብዙሕ ርሕቐት ኮይና ኣፍልሕለይ ተይልዋ እተፍልሕ፣ ኣውዕይለይ ተይልዋ እተውዕይ ሻሂ ቡና ምሂዙ። ካብ ኢትዮጵያ ከኣ በዚኣ መበል ካልኣይ ኮይኑ ተዓዊቱ እዩ። ከምዚ ዳበለ ከሎ ስድራቤቱ ማለት ኣቡኡን ኣዲኡን ኣይድግፍዎን እዮም ነይሮም። ብድሕሪዚ ግን ኣቡኡን ኣዲኡን ምሉእ ኣድህቦኦምን ሓጎዞምን ከወፍይሉ ጀመሩ። ንሱ ክዛረብ ከሎ ተስፋ ናይ ወዲ ሰብ ነዳዲ እዩ ክብል ሓደ ኣብ መመረቕታ ኣዲስ ኣበባ ኣብ ዝኸፈቶ ዓቢ ናይ ዌብ ትካል ተዛሪቡ ነይሩ። ዑዘዲን ከሚል ሎሚ እቲ ዝነኣሰ ሚልዮነር ብምዃኑ ህይወቱን ህይወት ቤተሰቡን ቀይሩ ይርከብ። ዑዘዲን ልዕሊ ሰላሳን ሸውዓተን ዓበይቲ ምህዞታት ምሂዙ እዩ። ዝሰርሖ ከርኢ ኣብ ሓደ ትካል ምስ ከደ ሓደ ግዜ እቲ ኣካያዲ ስራሕ ሱቕ ኢልካ ትምህርትኻ ተምሃር ኢልዎ ከም ዝነበረ ይዝክር። ኣብ ህይወት ብዙሕ ሰብ ኣይትኽእልን ኢኻ ክብለካ ይኽእል እዩ ንስኻ ግን ሕልሚ ጥራይ ይሃልኻ ብተስፋ ምስ ትኸዶ ክትዕወት ኢኻ ይብል ኡዘዲን ባዕሉ። ብኸመይ ደኣ ሚልዮነር ኮይን ዶ ትብሉ ኣለኹም? ዌብሳይት ኣፕ ቢውልድ ብምግባር ንዝተፋላለየ ትካላት ዓበይቲ ትካላት ኣብ ኢትዮጵያን ካብ ኢትዮጵያ ወጻኢ ከም በዓል ሳውዝ ኣፍሪካን ኣብ ዝተፈላለያ ሃገራት ዌብ ቢውል ብምግባር ወይ ብምህናጽ፣ ሎሚ ኣብ ትሕቲኡ ልዕሊ ዕስራን ኣርባዕተን ብዲግሪ ዝተመረቑ ተማሃሮ ኣብ ትሕቲኡ ተቖጺሮም ይሰርሑ ኣለዉ። ስለዚ ነብስና ንቐይር፣ ሕልምን ተስፋን ይሃልወና ክብል መደበይ ኣብዚ ይዓጹ። ሳብስክራይብ ዘይገበርኩም ሳብስክራይብ ብምግባር ኣባላት ናይ ቻነልና ፊልማዊት ቲቪ ኩኑ።